ሰዓት ሰለስተ ናይ ለይቲ ሞባይለይ ክድውል ጀሚራ እታ ናምበረይ ፈልጣን እየ ብዙሓት ልብያውያን ተጋግዮም ስለ ዝድውሉለይ ካብኦም እዩ መሲልኒ ተቐቢለያ። ሄሎ ጥዑም ድምፂ ናይ ጓል ሰሚዐ መርሓባ መን ክብል በልኩዋ። ሰላም ሓወይ ኣይትፈልጠንን ኢኻ ወላ ኣነ ኣይፈልጠካን እዩ ናምበር ካብ ቅድሚት ሞባይለይ ስለ ዝፀንሐት እየ ዝድውለልካ ዘለኹ። ኣዘራርባኣ ፍርሒ ነይርዎ። መን እሞ ስምካ? ሓተተትኒ። ንሆም ብውሽጠይ ብዙሓት ሓሳባት ክውሕዙኒ ጀሚሮም። ንሆም ሓወይ ብጃኻ ብጃኻ ኣብ ሽግር እየ ዘለኹ ሓግዘኒ ትራብሉስ ኢኻ ምሽ ዘለኻ ኢላ ድምፃ ጥዑም ከሎ ግን ኣመና ተሸርሺራ ነይራ። ዘይትፈልጠኒ ጓል እንታይ ኮይና ሓግዘኒ ትብለኒ ኣላ ገሪምኒ። ተራጋጊ እሞ ሓፍተይ እወ ትራብሉስ እየ ዘለኹ እንታይ ከ ኮንኪ እንታይ ኣጋጢምኪ ደሓር ከኣ ትፈልጥዮ ሰብ የብልክን ድዩ ኢለ ሕቶታት ደራረብኩላ። ዝፈልጦም እንድዮም ኣብ ሽግር ኣውዲቖም ንዘለዉ ወላ ሓደ ዝኣምኖ የብለይን እዩ እንታይ ከኾንኪ ዝኽእሎ ጥራሕ ይሕኹን እምበር ክሕግዘኪ እየ ኣብ ልብያ ዘሎ ሽግር ሳላ ኣብዚ ከተማ ዓመታት ምጽንሐይ ተመኪሮ ኣልየ ሓደ ሊብያዊ ኣብ ሓደ ገዛ ዓፂ ክጋስስን ይሓስብ ኣሎ ወይ ቅያር ኣምፅእለ ኤርትራዊት ከማኺ ይብለኒ ኣሎ በለትኒ እንታይ ሰንቢደ ጠጠው ኢለ ኣብ መኽዘን እምበር ኣብ ቱራብሉስ ብዙሕ ከምዚ ሰሚዐ ኣይፈልጥን እየ ብኸመይ ወሲድኪ ኣበይ ቦታ እኽኸ ዘለኺ ኢለ ደጊመ ደራሪበ ሕቶ ቀርብኩላ ቅድሚ ሰሙን እየ ካብ እሱር ቤት ወፅየ ትራብሉስ መፅየ እቶም ካብ እሱር ቤት ዘውፅእኒ ቀደም ዝፈልጦም መተዓቢተዮም ምስ ኣውፅእኒ ናብ ሓንቲ ዝፈልጥዋ ጓል ወሲዶምኒ ጓል ገዛኣ ኮይነ ይነብር ነይረ ድምፃ ትነብዕ ከም ዘላ ሓበረትኒ ድሕሪኡ ኸ ኢለ ናብቲ ቀንዲ ጉዳይ ክትኣቱ ተሃዊኸላ ድሕሪኡ ትማሊ ቀትሪ እቶም መተዓቢተይ ደው ኢሎም ንዕ ገዛ ቡን ንሰቲ ኣለና ኢሎምኒ ወላ ሓንቲ ሕማቕ ከይሓሰብኩ ገዛኦም ከይደዮም መስተምፅኦም እናሰተዩ ኣነ ከዓ ቡን ኣፍሊሐሎም ሽዑ ኣብቲ ገዛ ሓደ ሊብያዊ መፅኡ ነዊሕ ጠሚትኒ ንሶም ይፈልጥዎ እዮም ንሓደ ከብኦም ፀዊዑ ኣብ ደገ ዘራሪብዎ ሕጂ እዚ ሊብያዊ ከም ዝነገረኒ ነቲ መታዓቢተይ ንዓይ ከም ዝፈተዋን ምሳይ ክሓድር ከም ዝደልን ነጊርዎ ንሱ ከዓ ኣነ ብገንዘብ ጥራይ ከም ዝሓድር ዋጋይ ከዓ 500 ዶላር ምዃኑ እንተኸፊሉ መኪና ሰቒሉ ክወስደኒ ከም ዝኽእል ነጊርዎ ሓንሳብ ኣቋሪጻ ዝም በለት ይሰምዓ ከለኹ ቐጽሊ በልክዋ በቃ ኣነ ከይፈለጥኩ ትልብያዊ ነቲ መታዓቢተይ ከፊልዎ ኣብ ደገ ንዓይ ንገዛኣት እዩ መስዩ ሕጂ ገዛ ኺዲ በቃ ታክሲ ጸዊዑ ኣለኹ ኢሉ ናብ መኪና ናብቲ ልብያ ወስቂልኒ ንሱ ከዓ ሒዝኒ ናብ ዘለኹዎ ምፅእኒ ኢላ ነገረትኒ እሞ ነብሲ ክተንኪፍኪ ድዩ ኢለያ ኣመና ደንጊጸላ ኣይተንክፈንን መጀመርታ ምስ ኣምጸኒ ኣነ ከምኡ ከም ዘይሰርሕ ነጊረዮ ብሓይሊ ክዕምጸኒ ምስ ፈተነ ፍቕ ኢለ ምስ በኸኹ ገዲፍኒ ሕጂ ወይ ቅያር ኤርትራዊት ጓል ኣምጽለይ ወይ ኣይገድፈክን እየ ዝብለኒ ዘሎ ሕጂ ዓጺኒ ይኸይዱ ዘሎ በጃኻ ገለ ግበር ኢላ ዛንታ ኣወደእትለይ ኣነ ነብሰይ ምቁጽጻር ኣብኒ ኮፍ ኢለ እዛ ዘይፈልጣ ምስክን ፍጥረት ካብ ዓቅመይ ንላዕሊ ሽግር ተኩሳትለይ ኣነ ሓወላ የብለ ገለ የብለ ምስ ናብራ ተሓናኒቀ ዝቃለስ ፍጡር ልብያ ኣብ ነፍሲ ወከፍ ስጉምቲ ገንዘብ ትሓትት ቦታ እያ ቴለፎን ከይ ዓጸኹዋ ኣብ ሓሳብ ጺሒለ ኣለኻ ዶ ነሆም ሓወይ ኢላ ኣባራበረትኒ ኣለኹ መን እሞ ስምኪ ኢለ ስማ ሓተትኩዋ ሚለን በጃኻ ገለ ግበረኒ በጃኻ ገረ ግበረኒ ሆም ሓወይ ኣብዛ ዓዲ ብዘይካ ዞም ዝብለካ ካልኦት ዝፈልጦም የብለይን ናምበርካ ከማን ትማልን እኮ ሓደ ወዲ ደውልኒ ኢልኒ ኣብ ጥቓ ገዛና ኣብኦ ጸኒሓትኒ በታ ናምበር ዝደወለ ዘኪረዮ ገዛ ድለየለ ኢለዮ ዝነበርኩ ወዲዩ ግና ምስ ጉዳያ ዘተሓሕዝ ኣይነበሮን ደሓን ሚልን ሓፍተይ ሓደ ዋና ገዛይ ኣሎ እሞ ክድውለሉ እየ ብኡ ገይረ ጽባሕ ዝኾነ ክገብር እየ ነቲ ልብያዊ ከተራኽብና ትኽእሊ ዲ ክደዊልኪ ኢለ ሓተትኩዋ እወ ከራኽበካስ ጸገም ዝበሃል የብሉን ከራኽበካ እየ ጽባሕ ግን በጃኻ ካብዚ ኣውፀኒ ካብዚ ኣውፀኒ ንሆም ሓወይ በጃኻ ኢላ ተማሕፀንህኒ ኣጆኺ ኣጆኹ ዝኾነ ክገብር እየ ንስኺ ጥራሕ ሕጂ ተራጋጊእኺ ደቅሲ። ቁሩብ ኣጸናኒዐ ቻው ኢለያ። ሙሉእ ለይቲ ብኣኣ ክሓስብ ከይደቀስኩ ሓዲረ። ዋና ገዛይ ካብ ሚሒር ምስ ሓበሻ ምቅራቡ ሓበሻ ክፈቱ መዓት እዩ። ንዓና እውን ሊብያዊ ኮይኑ ኣይስምዐናን እዩ። እንተ ንዓይ ሕሉፍ ሓሊፍዎ ገዛ ክራይ ሓሊፉ ከሎ ከይተረፈ እዩ ገንዘብ ዘለቅሐኒ። ፋዱስ ምስ ኮነ ደዊለ ግድን ምጻኒ ኢለዮ መኪናኡ ገሩ መጺእኒ። ጉዳይ ናይታ ጓል ኩሉ ነጊረ ነቲ ሊብያዊ ደዊሉ ክልምነለይ ሓቲተዮ። ልዕለይ ንሱ ብሕርቃን ክትኮስ ደልዩ። ስምዓኒ ኣንሆም፣ ነታ ጓል ክነውጽኣ እንዲና፣ ነቶም ከምኡ ዝገበሩ ሰባት ግን ግድን ከተርእየኒ ኢኻ። ወላሂ ሬስኦም ጥራይ ኣብ ዘይወጽእ እሱርቤት ከእትዎም እየ። ኢልኒ። ዓባዕ ሓው ሓላፊ ናይ ፖሊስ እዩ። ናይ ምሸት ሚለን ደዊላ ነቲ ልብያዊ ኣራኸበትና። ዒሳ ዋና ገዛይ ረኺብዎ። ነዊሕ ተዘራሪቦም ወዲኦም። እዚ ወዲ ሓቁ ኣሎ ያንሆም ንሱ ትሰርሕያ ኢሎም ሓሙሽተ ሚእቲ ዶላር ከፊሉ እዩ ወሲድዋ። ሕጂ ገንዘበይ ምለሱለይ ክህበኩም ይብለኒ ኣሎ። ኮይስ ኢለዮ፣ ንዓናይ ነምጽኣያ ኢልኒ ሓፍ ኢሉ ክብገስ ደለየ። ያዕ ዒሳ ቅርሺ የብለይን ወላሂ ኢለዮ እናተሰከፍኩ። የብልካን? እዋእ ደሓን ኣነ ከለቅሐካ እሞ'የ ወይ ንሳ ወይ ንስኻ ቀስ ኢልኩም ትኸፍሉኒ ኢልኒ መሪሒኒ ናብ መኪንኡ ተሰቕለ። ናብቲ ዝበለና ቦታ ኬድና ናብ ሓንቲ እቲ ሊብያዊ ዝሓበረና ቦታ እቲ ገንዘብ ገደፍናሉ። ደዊሉ እታ ጓል ዘላቶ ቦታ ሓበረና። ናብቲ ቦታ እንተኸድና ብዛዕባ እታ ገጻ ዘይፈልጣ ብሽግራ ጥራይ ዝፈልጣ ሚለን ይሓስብ ነይረ። ካብ መኪና ወሪድና ክንጥምት ምስ ጀመርና ቀያሕ ቐጣን ጽብቕቲ ጓል ብጎነይ መጺኣ ተንክፈትኒ። ንስኻ ኢኻ ንሆም ምሽ? የማን ጸጋም ትጥምት ነይራ። ሚለን ድኺ? ንሳ ምዃና ፈሊጠ ከለኹ ሓቲተያ። እወ በጃኻ ርሕቀኒ በጃኻ ርሕቀኒ ካብዚ ናሆም ሓወይ። ምስክነይቲ ተዳሂላ እያ ንዒሳ ጸዊዕና ሒዝናያ ከይድና ኣበይ እዩ ገዛኺ ገዛኣ ከነብጽሓ ሓቲተያ እንሆ ኣይከይድን እየ ምሳኻ እየ ዝኸይድ ወላ ሓደ ዝኣምኖ ሰብ የብለይ ናሆም ሓወይ በጃኻ በጃኻ ምሳይኻ ውሰደኒ በለትኒ ከም ትጽቢታ ድማ ሒዘያ ንገዛ ከይደ ገዛ ምስ ኣተና ዒሳ ዋና ገዛኢ እቶም ኣብ ከምኡ ዘእተውዋ መተዓቢታ ወይ ናምበሮም ወይ ገዝኦም ሓቲትዋ ወያ ሚለን ብፍጹም ከም ዘይትነግሮም ምስኦም ብወላሓንቲ ጉዳይ ክትራኸብ ከም ዘይትደሊ ነጊራ ኣቕበጸትና ዒሳ ለሚኑ ምስ ተሓለለ ገዲፍና ከይዱ ኣብታ ጸባብ ገዛይ በይንና ተሪፍና ከይተረደእና ክነዕልል መሲዩ ንዓኣ ደቅስ ኢለያ ኣነ ከይትስከፍ ሓንሳብ ደገ ክወጽእ ሓንሳብ ኣብ ጫፍ ፍርናሽ ኮይነ ፊልሚ ክርኢ ካልኣይ ኢሊተይ ለይቲ ከይደቀስኩ ኣውጊሐያ ሚለን ንጽባሒቱ ንሓደ እውሮጳ ዘሎ ሓዋ ደዊላ ነዊሕ የዕሊላ ኣጋጢምዋ ዝነበረ ሽግር ዋላኳ እንተዘይነገረቶ ገንዘብ ከም ዘድልያ ግን ነገረቶ። ኖሆም ሓወይ መኽዘን ገንገን ባሕሪ ክወርድ እየ በለት እናሃንደበት። እ እንታይ ትብሊ ኢለ ከይተረድእኒ ሰንቢደ ዋላ እኳ ኣብ ጫፍጫፍ ንሓድር ወላ ሓንቲ ካብ ምዕላል ወፃኢ እንተዘይገበርና ግን ምሒር ተላማሚድና ነይርና። ምስ ሓወይ ከምኡ ኢና ተረዳዲእና ኣብዚ ሰሙን ይወርድ ይኸውን እየ። በለትኒ። ሰናይ ክጉዕዞ ክገብረላ መሪቐያ ክሳብ ትኸይድ ኣይቐነቐን'የ። ሓዋ ገንዘብ ምስ ሰደደላ፣ እተን ዒሳ ዘሕለፈልኒ ሓሙሽተ ሚእቲ ዶላር ሂባትኒ፣ ዝተረፈ ናይ ባሕሪ ከፊላቶ እንዳ ነብዐት ገዲፋህኒ። ድሕሪ ሰለስተ ሰሙን ሌላና ናብ መኽዘን ሓደ ንግሆ ኣፋንየያ። እንተ ኣነ ናብራ ናብራ ቀደመይ፣ ናይ ባሕሪ ዝኸፍል ዘይብለይ ከም ቀደመይ ምስ ናብራ ተሓናኒቐ። ምስ ህይወት ምቅላስ ቀጺለዮ። ድሕሪ ወርሒ፣ ሚለን ዕድላ ጸቢቑ ብሰላም ኢታላ ኣትያ። ካብ ትኣቱ ኩሉ ግዜ ደዊላ ትዕለኒ'ያ። ሓደ ለይቲ ሃንደበት ሰዓት ሰለስተ ለይቲ ቴለፎነይ ተደዊላትኒ። ተቐቢለዮ። እቲ ዝደወለ ናይ ሓወላ ምዃኑ ሰለስተ ሽሕ ዶላር ሓወላ ከም ዘለኒ ነጊርኒ ሰንቢደ። ሰዲደልካ ዝብለኒ ኣይነበረን። ክንድኡ ክሰደለይ ዝጽበዮ ሰብ እውን ኣይነበረንን። ካብ መን? ኢለ ሓቲተዮ። ካብ ሚለን ኢሉ መሊስለይ። ጽባሕ ክህበኒ ምዃኑ ሓቢሩ ዓጽዩኒ። መሰንጀረይ ከፊተ ናይ ሚለን መልእኽቲ። ጸኒሕኒ ኣትየ ኣንቢበዮ ንሆመይ እዛ ናይ ሎሚ ሰዓት ሰለስተ ደወል ናይ ሽግር ኣይኮነትን ኣነየ ሰዓት ሰለስተ ደውለሉ ኢለዮ ናይ ባሕርኻ እዩ ንሆመይ ኢላ መልእኽቲ ገደፈትለይ ብሓጎስ ክነብዕ ጀሚረ ተፈጸመ ጸሓፊ ብንያም ሰሎሙን መለይ ኤከይ
ኣብ ናእዳኺ እረግ ኣንቲ ግርባ ሂወት መስትያት ናይ ጽባቐይ ሰታሪት ስንፍናይ ሽፈን ናይ ሒመቐይ ከም ግርማ ደበና ቅናት ኣደይ ማርያም ዓለም ክትርእየኪ ተለጠፈ ብ ኣርያም ኣንቲ ሰራሒተይ ከም ካልኣይቲ ፍጥረት መኣዝን ዝኾዶ ናይ ጉዕዘይ መሰረት ምስጢር ባሕሪ እዩ ስንቅኺ ዘይውዳእ ወላ ፈውሲ ማሕላ የብልክን ዝጓዳ ኣንቲ ቐላይ ልባ ምስጢረይ ሰታሪት ሕርቃነይ ስእነተይ መላኢት ጠዋሪት መቐረት ዕላልኪ ጽምዋ የሳድድ ብፍትወት ፍትወትኪ ልብኺ ይነድድ ድንቂ ኢኺ ድንቂ ጠርናፊት ቁንጅና ምልኣቲ ትዕድልቲ ብግብርን ሓሳብን ሕልፊ ሰብ ልዕልቲ እናቦልክየ ትሃም ፍቕረይ ዘውጾ ባህ ድማ ይብለኒ ከም ምንባር ይመርጾ ስለዚ ቃላት ፍቕዲ ኮይኑ ክሳብ ዘየኽተመ ኣብ ናእዳኺ ይብለ ዝነብረለን ዕድመ ኣብነት ካብ ኮንኪ ናይ ትዕድልትን ጸጋን ፍታወይ ኮይነሎ ኣብ ናእዳኺ እርጋን

ክንዲ ዕልል ገኒኑ ሕሜታ ጽባሕ ንግሆ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ከኽብሉ

ኣታ እንታይ ክብሉ እንዳባ ብሳልስታ ንርኢ ብሳልስታ እንታይ ክብሉ ኣታ እንታይ ክብሉ እቶም እንዳባ ብሳልስታ ንርኢ ብሳልስታ እንታይ ክኽብሉ